ይምዝገብ ኣሎ ጌና ይጽሕፍ ኣሎ ቐደ ኣዑዝ ቢላ ምን ሸጣን ረጂም ብስሚላ ራሕማን ራሒም ክቡራት ተኸታተልቲ ሰናይ ምክትታል እናተመነና ሓውና ደራሲ ሙስጠፋ መሓመድ ዑስማን ኣሕመድ ለስላይ ክነቕርበልኩም ኢና እንኳዕ ብደሓን መጻእካ እንዳበልና ድማ መደብና ክንጅምር ኢና። ሕራይ እምበኣር
ሓው ምስጦፋ ኣብቲ ሕቶታትና ክንቅጽል እዛ ትቕጽል ሕቶ ሕጂ እውን ምስቲ ክትትንክፎ ዝጸናሕካ ናይ ታሪኽ ማለት እዩ ኣብታ መጽሓፍካ ኣብ ምዕራፍ ሸሞንተ ብዛዕባ ሃጸያት ኣብሲንያ ማለት ሃጸ ዮሃንስን ኣሉላን ገሊጽካ ኣለኻ ብፍላይ ሃጸ ዮሃንስ ምስ ጀበርቲ ብምትሕሓዝ ብዙሕ እዩ ዝበሃል ብ ዝተፈላለዩ ሰባት ብ ዝተፈላለዩ ጸሓፍትን ስለዚ ብዛዕባ እዛ ነጥቢ እዚኣኸ ቁሩብ ዶ ኣስፋሕ ኣቢልካ መብራህካልና።
እወ ሕራይ ጽብቕቲ ሕቶ እንታይ እዩ ሕጂ ናይ ሃጸይ ዮሃንስ ራብዓይ፣ እንድዩ ዝኸውን ዘሎ ብዛዕብኡ ክለዓል ከሎ ዝመፁ ነገራት እንታይ እዮም እቲ ኣብ ልዕሊ ሙስሊሚን ዝወረደ እንታይ ሽሙ ፖለቲካዊ ግፍዕታት እዩ ዝመፅእ ማለት እዩ ሕጂ እዚ ከምዚ ፖለቲካዊ ግፍዕታት ወይ ፖለቲካዊ ተፅዕኖታት ዕሙቕ ዝበለ ድሕረ ባይታ ኣለዎ ብፍላይ ኣብቲ ኣብቲ ምድሪ ኣብሲንያ ተባሂሉ ዝፍለጥ ማለት እዩ ንኣብነት ሕጂ ኣብ ዛጉዌ ኣብ ዝነበረሉ እዋን እንታይ ኣጋጢሙ ሕጂ እግሪ መንገደይ ምናልባት እዚኣ ክገልፃ እቲ ንግስነት ኣክሱም ምስ ፈረሰ ንግስነት ኣክሱም ናበይ ኣቢሉ ዝብል ኣሎ እንዲ ሓደ ከምሕቶ እቶም ብዙሕ እዩ ዝግለፅ ገሊኡ እንታይ ድብል እቶም ባእታታት ናይ ንግስነት ኣክሱም ንደቡብ ገጾም እዮም ከይዶም ንደቡብ ገጾም ከይዶም ኣብ ምድሪ ኣገው ነቲ ዝነበረ ሕብረተሰባት ናብ ክርስትና ኣብ ምእታው እዮም ተጸሚዶም ይብል ስለዚ ገሊኦም ከኣ ነይሮም እዮም ክሳብ ዓስራይ ክፍለ ዘበን ወላ በዓል ኣዱሊስ ኣብ ቀይሕ ባሕሪ እውን እቲ ሓይሎም ክሳብ ሽዑ ነይሩ እዩ ይብሉ ኣልምሂም ሕጂ እንታይ እዩ እቲ ንግስነት ኣክሱም ምስ ፈረሰ ነቲ ናይ ንግስነት ኣክሱም ክብርታት እቲ እቲ ሃይማኖቱ እቲ ስልጣኔ ናቱ ዝቐጸለ ሓደ ናይ ኣገው ናይ ዛግዌ እንታይ ሽሙ ነይሩ ምምሕዳር ነይሩ ሕጂ ኣብ ዝተወሰነ ቦታ ነይሩ ክኸውን ይኽእል እዩ፣ ግን ኣብቲ መበል ብፍላይ ኣብቲ መበል ዓሰርተ ሓደን ዓሰርተ ክልተን ክፍለ ዘበናት ገሊኦም ዓስራይ ክፍለ ዘበን ይብሉ ኣቡታት ገጹ ማለት እዩ። ሕጂ እዚ ናይ ዛግዌ ንግስነት እንታይ ነይርዎ ምስቶም ሙስልሚን ጸገም ነይርዎ ንሱ ከማን እዚ ናይ ዛጉዌ ንግስነት ንብሎ ዘለና ታደሰ ታምራት ኣብ ቸርች ኤንድ ስቴት ኣብ ትብል ይጠቅስ ግን ኣይቅበሎን እዩ ሕጂ እንታይ እዩ ዝጠቅስ ኣብኡ እቲ ናይ መስር ናይ ግብፂ ኦርቶዶክስ ክርስትያን ኩሉ ግዜ ምስቲ ናይ ኢትዮጵያ ክርስትያን ኦርቶዶክስ ቤተ ክርስትያን ምትእሳር ነይርዎ ጥራይ ዘይኮነ ብጣዕሚ ሓያል ዝኾነ ፅልዋን ኣብቲ ቤተ ክርስቲያናት ሃፀያት ክስየሙ እንድሕር ኮይኖም ብመንገዲ እቲ ናይ ኦርቶዶክስ ናይ ግብፂ እዩ ክምረቕ ነይርዎ ከምኡታት ዓይነት እንታሽሙ ነይርዎ ምትእትታው ነይርዎም ኣብቲ ክርስቲያ ኣብቲ ኦርቶዶክሳዊ ክርስቲያን ኣብ ኣብሲንያ ማለት እዩ ሕጂ ኣብዚ ዛግዌ እንታይ የጋጥም ነይሩ ንሙስሊሚን መሳጊድ ክሰርሑ ክደልዩ ከለዉ ይኸልእዎም ነይሮም ወይ ድማ እንተ ሰሪሖም የፍርስዎ ነይሮም ከምኡታት ዓይነት ተጻብኦታት ነይርዎም ሕጂ ገለ ነጋዶ ካብቶም እስላም ንመስር ኣብ ዝኸድሉ ንግብፂ ኣብ ዝኸድሉ እዋን ናብቲ ናይ ግብፂ መንግስቲ ይጠርዑ እጅ እቲ ናይ መንግስቲ ናይ ግብፂ ከዓ ነቶም ቤተ ክርስቲያን ይሕብር ማለት እዩ እቶም ቤተ ክርስቲያን ከዓ ኣብቲ ናይ ኢትዮጵያ ክስታይ ስለ ዘለዎም ነቲ ናይ መንግስቲ ከኣ ክስታይ ይገብሩ ማለት እዩ ይሓቱ ማለት እዩ ምክንያቱ እቲ መንግስቲ ግብጺ ዘሎ ከኣ ጸቕጢ ከይገብረሎም ከምኡ ዓይነት እንተ ኣሽሙ ነይሩ ከምኡ ዓይነት ምትህልላኽ ነይሩ እቶም ናይ ናይ ዛጉዌ ከኣ ዝኣቢሉ ዝነበሩ እዋናት ነይሩ ስለዚ ምስቲ ቤተ ክርስቲያናት ሽግር ይፈጥረሎም ነይሩ ብድሕሪኡ እቲ ተጻብኦታት ኣብቲ እንታይ እዩ ሕጂ ንምንታይ እዩ ግን ተጻብኦታት ከምኡ ነይሩ እንተ ኢልና ሓደ ፖለቲካዊ እቲ ኣሽሙ እዩ ፖለቲካዊ ጎነጽ እዩ ሕጂ እቲ ፖለቲካዊ ሓይሊ ናቶም ኣብቲ ብቐንዱ ኣብቲ ኣብቲ ኣብ ኣብ ኣብ ኣብ ሃይማኖት ዝተመስረተ ስለ ዝነበረ ነቲ ናቶም ሃይማኖት ዝጻባእ ካልእ ሃይማኖት ከስፋሕፍሕ እንድሕር ክፈቕድሉ ኮይኖም ስግኣት ክፈጥረሎም እዩ ሕጂ ስግኣት ስለ ዝፈጥረሎም እንታይ ክገብሩ ኣለዎም ብዝከኣሎም መጠን ነቲ ሃይማኖት ክቆጻጸርዎ ክኽእሉ ኣለዎም ወይ ክዓጽቡ ኣለዎም ወይ ክድምስሱ ኣለዎም እንተ ደሓን እንድሕር ኮይኖም ከኣ ትሕት ኢሉ ከምዝኸይድ ክገብርዎ ኣለዎም ማለት እዩ። እዚ ሕጂ እቲ ፖለቲካዊ ሓይሊ ማለት እዩ። ከምኡ ነይሩ። ደሓር ኣብ መበል ዓሰርተ ሰለስተ ክፍለ ዘበን ኣብዚ በዓል ሸዋን ወሎን እዚ ናይ በዓል ይኩኖ ኣምላክ ሓይሊ ይመጽእ ማለት እዩ። እዚ ናይ በዓል ይኩኖ ኣምላክ ሓይሊ ምስ መጽ ብዙሕ ነገራት እዩ ተቐያይሩ። ብዙሕ ነገራት ተቐያይሩ። እንዳዓበዩ ምስ ዓበዩ ሽዑ እንታይ ይገብሩ? ንደቡብ ገጾም ነቶም እስላም ዝነበሩ ብቲ ደቡብ ንኣማኢት ዓመታት ሙስሊሚን ዝነበሩ ደቡብን ደቡባዊ ምብራቕን ናብኣቶም ክወሩ ይጅምሩ ማለት እዩ ሕጂ ንምንታይ እዮም ዝወሩ ሓደ ግብሪ የድልዮም ኣታዊ የድልዮም ቀለብ ናይ ሰራዊት የድልዮም ብዙሕ ነገራት የድልዮም ካልእ ካብ ተፅዕኖ ፖለቲካዊ ልዕልነት ከዓ ክምስርቱ ኣለዎ ሕጂ ከምኡ ስለ ዝኾነ ሓይሊ ምስ ገበሩ ነቲ ብታሕቲ ዘለዎ ይድብድብዎ፣ ይወርዎ፣ ዝመከቶም ይምክቶም፣ ዘይመከቶም ከኣ ዝተሸነፈ ከኣ ጣሽሙ ክኾን ማለት ተሳዕረ፣ ተሳዒሩ፣ ወይ ኢዱ ህብ ወይ ኣብቲ ክርስትና ኣቱ ወይ ከኣ ግብሪ እንዳኸፈለ ይነብር። ሕጂ ከምዚ ይቕጽል ማለት እዩ። ንነዊሕ ዓመታት ይቕጽል። ደሓር ክሳብ ኣብቲ ግዜ ኢማም ኣሕመድ ኣልቓዲ ዝመጸሉ ግራኝ ተባሂሉ እንትፍለጥ ክሳብቲ ሽዑ እሱ ዝመጸሉ ግዜ ብኸምኡ እዩ ዝቕጽል ነይሩ ይወሩ ኩናት የጋጥም ወይ ይስዕሩ ወይ ይሰዓሩ ሕጂ እቶም ናይ ኣቢሲንያ ሓይልታት ክስዕሩ ከለዉ እቲ ሞቲቭ ናቶም ወይ እቲ እቲ ስትራተጂ ወይ እቲ ሞቢላይዜሽን ዝጥቀምሉ ፕሮፓጋንዳ እንታይ እዩ ክርስትያናዊ ሓይሊ ኣምላኽ ምሳና ኣሎ እዚኦም ናይ ሰይጣን ሓይሊ እዮም እንዳተባህለ እዩ ነቶም ነቶም እስላም ነቲ ሰራዊት ከኽትቱ እንድሕር ኮይኖም ሰራዊት ክተኽትት እንድሕር ኮይንካ ዝኾነ ስምዒቱ ዝትንክፍ ነገር ጌርካ ከተተሳሰሱ ኣለካ ስለዚ ሃይማኖት ይጥቀሙ ነይሮም ከም ሞቢላይዜሽን ፋክተር ማለት እዩ ንሕና ክርስትያን ኢና ኣምላኽ ምሳና ኣሎ እዚኦም ናይ ሰይጣን እምነት እዩ ዘለዎም ገለ እንዳበልካ ሕጂ ነቲ ፖለቲካዊ ፖሊሲ ናታቶም የተግብሩ ኔሮም ማለት እዩ። እቲ ዝውረር ከኣ ወይ ክምክት እዩ ወይ ኢዱ ክህብ እዩ። ገሊኦም ኣብ ክርስትና ክኣትዉ እዮም ገሊኦም ከኣ ግብሪ እንዳኸፈሉ ክነብሩ ክሰማምዑ እዮም ማለት እዩ። ብኸምዚ ይኸይድ ሽዑ ገዲፎሞም ይምለሱ ወይ ገለ ሰባት ኣብኡ ገድፉ ቤተክርስትያን እሰርሑ ወይ ገለ። ዳሕራብ ግዜ ናይ ኢማም ኣሕመድ ግን ነገራት እንዳተቐያየሩ መጺኦም። ኣትዮም። ሕጂ ኢማም ኣሕመድ ኣብቲ መጀመርታ ምስ ጀመረ ሸን ሓሙሽተ ሚእትን ኣርባዕተን ድዩ ሓደን ድዩ ብታት እዩ ተወሊዱ ሕጂ ምስ ዝዓበየ ምስ ከደ ቅድሚኡ ዝጸንሕዎ ኣለዉ ማለት ናይ ውግእ ተመክሮ ዘለዎ ብዘየገድስ ይስዕሩ ነይሮም ይሰዓሩ ነይሮም ነይሮም ሕጂ ኣብኡ ይትዓቢ ንሱ ማለት እዩ ከም ሰብ ዓብዩ ኣብቲ ኹናት ይኣቱ ማለት እዩ እቲ ኹናት ይኣቱ በቲ ከባቢኡ እዩ ዝጅምር በከባቢኡ ይጅምር ሓይሊ እንዳረኸበ ከይዱ ካብ ውሽጢ ተቃውሞ ክመፆ ጀሚሩ ምስቶም ተቃውምኡ ኣብ ኩናት ይኣቱ ይቀትሎም ገለ ከምኡ እንዳበለ ማዕቢሉ ዳሓር ተረኣዮ እቲ ኩነታት ናይቲ ከባቢ ዘየርግእ እቲ ወራር ክመጽኦ ምዃኑ ኩሉ ግዜ ከም ዘየደቅሶ ምስ ፈለጠ፣ ንቕድሚት ክንከይድ ኣለና ዝብል ስትራተጂ ኣውጺኡ። ኣብ መንጎ ሽዑ ኣብ እስልምና ዝኣትዉ ብእስልምና ኣትዉ፣ ግብሪ ከፊልና ክንነብር ኢና ዝብሉ ከኣ ግብሪ ከፊሎም ይነብሩ። እዚ ናይ ታሪኽ መጻሕፍቲ እዩ ኣነ ኣይኮንኩን ዝዛረብ ዘለኹ። ሕጂ ግብሪ እንዳኸፈሉ ይኸዱ ወይ ኣብ እስልምና ኣትዉ ወይ ከኣ ይሃድሙ ማለት ይገድፉ። ኣብ ገለ እዋን ይገጥምዎ ይስዕርዎ። ድሓር እንታይ ገይሩ ናይ ኣወዳድባ ምቅይያራት ገይሩ ናይ ኣወዳድባ ምቅይያራት ገይሩ ንኩሎም እቶም ቀቢላታት ኣብ ከባቢኡ ዝነበሩ ከምዚ ብዲቪዥንስ ብክፍለ ሰራዊታት ዲና ክንብሎ ወላ ብበራጊት ብከምኡ ዓይነት ገይሩ ንኩሎም መራሕቲ ገይሩላ ሽዑታ ናይ መወዳእታ ዝገብራ ወራር እያ ማለት እዩ ንሰሜን ገጹ ይደፍእ ማለት እዩ ኣብ ገለ ቦታ ምስ በጽሑ ንመለስ ኢሎሞ እቶም ካልኦት ይኣኽለና ሕጂ እቶም ጻላእቲ ኣባሪርናዮም ኢና ኣርሒቕናዮም ኢና ኲናት ኣየድልየናን እዩ ይብሉ ንሱ ግን ኣብዩ ካብዚ ኣይምለስን እየ ይብል ከምኣ ኢሉ ይቕጽል ማለት እዩ እቲ ኲናት ይቕጽል ሕጂ ኢማም ኣሕመድ ሽዑኡ ሓንቲ ዲል ወንበራ ትበሃል ሰበይቲ ነይራቶ ሰበይቱ ደልወንበራ ትበሃል እዛ ዲልወንበራ ገሊኦም ሶማልያ ዓፈር እያ ይብልዋ እታ ቋንቋ ማለት እዩ ገሊኦም ከኣ ናይ ኣምሓርኛ እያ ድልወንበርዋ ትበሃል እዞም ናይ ሽሃበዲን ናብ እንግሊሽ ዝተርጎሙ ናይ ኣምሓርኛ እያ ድልወንበርዋ ማለት እዩ ኢሎም ተርጉሞማ ኣለዉ ኣልምሂም ንሳ እያ ሰበይቱ ሕጂ ንሱ ካብኣ ዝወልዶ ቀዳማይ ወዱ መሓመድ ዝበሃል ማለት እዩ ዝወልድ ብድሕሪኡ ኣብ ገለ ከባቢ ተመርዕዩ ነይሩ ይብሉ ገሊኦም ግን ብዙሕ ንጹር ሓበሬታ የለን። ንሳ እያ እታ ፍልጥቲ ሰበይቱ ማለት እዩ። ካብኡ ምስ መጸ ንሰሜን ገጹ ወራር ምስ ኣካየደ፣ ወራር ንበሎ ወራር ምስ ኣካየደ ንሰሜን እንዳሰዓረ እዩ ትኸይድ። ሕጂ እቲ ወረ ናቱ ብጣዕሚ ብዝተፈላለየ መልክዑ ተጋኒኑ ማለት እዩ ኣብቲ ምድሪ ሓበሻ። ስለዚ ሕጂ ኢማም ኣሕመድ ክመጽእ መጽዩ ክበሃል ከሎ በቃ ቀታሊ ሓራዲ መጽዩ ብኸምኡ እዩ እቲ ሰብ ተረዲእዎ ማለት እዩ። ስለዚ ዝሓዝካ ሒዝካ ምህዳም እዩ። ኣይተረፈዎን ሽዑ ግራኝ መጺኡ እንድሕር ተባሂሉ ኩሉ ሰብ በቃ ዓድታቱ ገዲፉ ገለመለ ገለ ምህዳም ጥራይ እቲ ዝዋጋእ እዋጋእ እንድሕር ዘይክኢሉ ከኣ እሱ እውን የንሳሕብ ሕጂ ልብነ ድንግል እዩ ነይሩ ምስለን መወዳእታ እንዳኸደ እንዳኸደ እንዳኸደ እንዳኸደ ትግራይ ይበጽሕ ማለት እዩ መንገዲ ትግራይ ጎንደር ገለመለ ኩሉ ይበጽሕ ሽዑ ኢማም ኣሕመድ ኣብ ትግራይ ክበጽሕ ከሎ ኣብ ወልቃይት እዛ ናይ ጎንደር ኣብቲ ወልቃይት ሓደ ሙክታር ዝበሃል ሱልጣን ነይሩ ኣብ ወልቃይት ሕጂ እዚኦም ወልቃይት ምስቲ ናይ ጎንደር ዝተኣሳሰረ እዩ ምስቲ ናይ በለው ብዛዕባ ናይ ባባርካ ዝተሓሓዘ እዩ ናይ በለውን ናይዞም ፉንጂ ከዓ ተዘርጊሖም ነይሮም ሽዑ እውን ናቱ እዩ እቲ ወልቃይት ዝበሃል ሙክታር ዝበሃል ስልጣን ኣብኣ ይፀንሖ ማለት እዩ ስለዚ ኢማም ኣሕመድ መፂ ኣሎ ምስ ሰምዐ ሓገዝ ሓቲቱ ናይ ኢማም ሕብረተሰብ ሰዲዱ እዞም ክርስትያን ከምዚ ኢሎም ክቀትሉኒ መጹ ኣለዉ እሞ ሓግዘኒ ገለ ኢሉ ሰብ ይሰደሉ ንኢማም ኣሕመድ ሽዑ ብ ትግራይ እዩ ነይሩ መስለኒ ካብኡ ሽዑ ሰብ ይሰደሉ ይኸዱ ሽዑ ኢማም ኣሕመድ ሰሚዑ ምስ መጹ ምስ ሰምዑ እቶም ክርስትያን ሓይሊ ይኸዱ ድሓር ኢማም ኣሕመድ ኣብኡ ጓሉ ተመርዕዩ ነይሩ ዩኒ ንሱልጣን ሙኽታር ጓሉ ተመርዕዩ ነይሩዋ ኣብኣ ተመርዕዩ ነይሩ ግን ካብኣ ወሊዱ ድዩ ኣይወለደ ዝፍለጥ ነገር የለን ብዝኾነ ትግራይ ምስ ኣተወ ናይ ኢማም ኣሕመድ እንታይ እዩ ኣጋጢሙ ኣብታ ናይ ነጃሺ ቀብሪ ክበፅሕ እየ ኢሉ እዚኣ ከም ሓንቲ ታሪካዊት ክስታይ ተመዝጊባ ንሱን ሰበይቱን ኣብኣ በፂሑ ሰበይቱ ነፍሰ ፆር ነይራ ሽዑ ምስ ወለደት እቲ ቆልዓ ኣሕመድ ነጋሽ ኢሉ ስም ኣውፂሉ ነቲ ሽዑ እተወልደ ቆልዓ ማለት እዩ ብስም ናይ ንጉስ ኣስሓማ ማለት እዩ ኣሕመድ ነጋሽ ኢሉ ውፅኢሉ ካብኡ እቲ ወራር እንዳቐፀለ እንታይ እዩ ዝገብር ኣብ ሓደ ቦታ እንተ ኮይኑ ናቱ ወዚራት እዩ ድልእኽ ሕጂ ወዚራት ናቱ ልኢኹ ንሰራየ ከይዶም ወሪሮም ማለት ኣብ ሰራየ ብዙሓት ተቐቲሎም ካብኡ ኣብ ሓደ ዓሚቕ ቦታ ጸኒሖም ብዙሓት ካብኦም ቀቲሎም ካብቶም ናይ ኢማም ኣሕመድ ኣልምሂም እንታይ ኮይኑ ደሓር ምስ ንሰራያ ምስ ኣተወ ሕማቕ ድርቂ ነይሩ ኣብቲ ሽዑ ግዜ ሕማቕ ድርቂ ነይሩ ኣብ ሰራያን ኣብ ትግራይን ኣብ ክልቲኡ ትግራይን ኣብ ሰራያን ብጣዕሚ ተሃስዮም ኢንፋክት ንሳቶም እንስሳታት ገለመለ ካብ ኩሉ ቦታታት ጣሽሙ ዝገበርዎ ሒዞም ምስ ስለ ዝነበሩ እቲ ህዝቢ ካብኣተን ወስድ ነይሩ ካብቲ ናታቶም ጥራይ ሕጂ ኣብ ሰራየ እንከሎ እቲ ቆልዓ እቲ ኣሕመድ ነጃሽ ህፃን ማለት እዩ ሽዓ ኣብኣ ሞይቱ ማለት እዩ ኣብ ሰራየ ሞይቱ ኣብ ሰራየ ከም ዝተቐብረ ይግለጽ ካብኡ ሓሊፉ ብዛዕባ ወለዶ ናይ ኣሕመድ ነጃሽ ዝዝረብ የለን ሕጂ እዚ ናይዚ መን ኢኻ ትብሎ ናይ ኢማም ኣሕመድ ዝዝረብ የለን ሓደ ወዱ እቲ መሓመድ ይበሃል ማለት እዩ ንሱ ዓብዩ ኣሎ ሽዑኡ እዚ ኣሕመድ ዝበሃል ዓብዩ እዩ ሽዑ ኣብ ሓደ ኩናት ምስ ኣቦኡ ኣብታ ናይ መወዳእታ ኢማም ኣሕመድ ዝተቐትለላ ኣብ ኣብ ጎኑ ኣቦኡ ነይሩ ወዲ ዓሰርተ ሓሙሽተ ዓሰርተ ሽዱሽተ ዓመት ይመስለኒ ሽዑ ነይሩ ኣብኣ ሽዑ ምስ ተቐትለ ንሱ ተማሪኹ እቲ ቆልዓ መሓመድ ማሪኾሞ ፖርቱጋላውያን እዮም መፅኦም ኣብቲ ኩናት ምስቶም ክርስትያን ጎኑ ኮይኖም ክስታይ ገይሮም ኣብኣ ተማሪኹ ወሲዶሞ ሽዑ ኢማም ኣሕመድ ምስ ተቐትለ ሰራዊት ናይ ኢማም ኣሕመድ ፋሕ ኢሉ። ዝሓዝካ ሒዝካ ምህዳም ጥራይ ኮይኑ። ሃዲሞም ቦትኦም እዮም ተመሊሶም። ሕጂ ቦትኦም ምስ ተመለሱ ኣዲኡ እንታይ ትብል ደብዳቤ ጽሒፋ ናብ ኣዲ ብቕድሚኡ እባ ናይ ወዲ ልብነ ድንግል ናይ ገላውድዮስ ተማሪኹ ነይሩ ብኢማም ኣሕመድ። ሕጂ እንታይ ትገብር ነይሩ ኢማም ኣሕመድ ናይቶም ዝማረኾም ንቱርኪ ሰዶም ነይሩ ናብ ናይ ቱርኪ ብ ግብጺ እዮም ነይሮም ሽዑ ናብኣቶም ይሰዶም ንገሊ ክሊኦም ከም ህያብ ገሊኦም ካኣ ኣይዶኖ ብከመይ ምካኑ ኣብኡ ይስደዱ ነይሮም ሕጂ እቲ ወዲ ናይቲ መነሽሙ ናይዚ ናይ ኣቢሲንያ ንጉስ ድነበረ ኣብኡ ተታሒዙ ነይሩ ሕእ ኣዲኡ ንመሓመድ ሽዑ እንታይ ትገብር ንቀያየር ኢላ ደብዳቤ ትሰድድ ማለት እዩ ናብ ኣዲኣ ነዲኣ ንቀያየር ኢላ ምስ ሰደደት ይሰማምዓ እቲ ይመጽእ እቲ ገላውዴዎስ ይመጽእ ማለት እዩ መሓመድ ከኣ እንታይ ይብሉ እቶም ቱርካውያን ክነሰልጥኖ ኢና ምሳና ይጽናሕ ደሓን ሚሊታሪ ትሬኒንግ ክንህቦ ኢና ምሳና ይጽናሕ ኢሎም ኣብኡ ይሕዝዎ ምትሓዝ ምስ ዓቕሉ ምስ ጸበበቱ ወዲ ክንደይ ዛዕ ክሃድም ይፍትን ይሕዝዎ ኣብኡ ኣብ ትሕቲ ቀይዲ ኮይኑ ተሳቂኡ ይመውት ማለት እዩ መሓመድ ስለዚ ኢማም ኣሕመድ በዚኣ መሰረት እዚኣ ዋላ ሓንቲ ዘርኢ ከም ዘይብሉ ኢና ንዕዘብ ማለት እዩ ክመውት ከሎ ወዲ 37 ሸውዓተ ዓመት እዩ ክስታይ ኮይኑ ማለት እዩ ሞይቱ ኢማም ኣሕመድ ወዲ ሰላሳን ሸውዓተን ዓመት እዩ መንእሰይ እዩ ነይሩ ማለት እዩ መንእሰይ ከሎ እዩ ሞይቱ ብዝኾነ ሕጂ ነዚ ናይ ኢማም ኣሕመድ ንምንታይ እዩ ደምፅኦ ዘለኹ እቲ ኣብ ልዕሊ እቶም ሙስሊሚን ዝኸይድ ዝነበረ ወራራት ንዑ ንምጥቃስ እንድዩ ምስ ናይ ኢማም ኣሕመድ እቲ ደቡብ ዝኸይድ ዝነበረ ወራራት መልክዕ ቀይሩ ማለት እዩ ማለት'ዩ። ተቐይሩ ማለት'ዩ እቲ ኩነታት ተቐይሩ ብድሕሪኡ ግን ቀጺሉ ከኣ ኢማም ኣሕመድ ምስ ሞተ ከኣ መሊስካ ከኣ እቲ ኣብቲ ንቡር ተመሊሱ ማለት'ዩ። ሕጂ ኣብቲ ከባቢ ፕሮፐር ኣቢሲንያ ዝበሃል ኣብቲ ሰሜን ኣብ ናይ ሰሜን ወገን ከኣ ንኣብነት እንተሪኢና ከምቲ ዓንተወይ ጠቒሰዮ ዝነበርኩ ኣብ ሽሕን ሽዱሽተ ሚእትን ስሳን ሸሞንተን ሓደ ዮውሃንስ ቀዳማይ ዝበሃል ነይሩ ወዲ ፋሲሊደስ ይመስለኒ ወዲ ወዱ ድዩ ወዱ ካብ ፋሲሊደስ እዩ ፋሲሊደስ ዝበሃል ንጎንደር ዝመስረተ ገለ ዝብሉ ማለት እዩ ንሱ እዩ ነይሩ ሕጂ እንታይ ይገብር ንሱ ከምቲ ዝበልኮ መዓንቶይ ምስዞም ካቶሊክ ፅልኢ ተመስሪቱ ነይሩ ዝኾነ ምንቅስቃስ ነይሩ መሰለኒ ሕጂ ምስኣቶም ዝኾነ ፅልኢ ነይሩዎም ሕጂ ንሱ ንዖም ከጥፍኦም እዩ እቲ ጣሽሙ ናቱ ኢንፋክት ሰጒጎሞም እዮም ከዋን ምስለኒ ከምኡ ስለ ዝኾነ ሕጂ ካብዚኣ ትብገስ እንታይ ይገብር ንሱ ዝኾነ ካልእ እውን ዘይ ኦርቶዶክስ ዝኾነ ኣቕሽሽቲ ኣኪቡ ኣውፅዎም ካብዚ ኦርቶዶክስ ዝርከብሉ ክርስትያን ኦርቶዶክስ ዝርከብሉ ወፃኢ ኣውፅዎም ኣርሕቕዎም ንበይኖም ግበርዎም ይብል ማለት እዩ ሕጂ ንበይኖም ቦታ ይፈለየሎም ማለት እዩ ኣብ ናይ በይኖም ቦታ እዮም ዞሞ እዚኣቶም እቶም ፈላሻ ኣለዉ ኣስላም ኣለዉ ጀበርቲ ገለ ማለት እዩ ኣብዚኣ ንሱ ከምኡ ይገብር ማለት እዩ ብድሕሪኡ እንታይ ንርኢ ገለ ገለ ብልዕሊ እስላም ዝወርድ ዝነበረ ዝቕፅል ዝነበረ እውን ገሊኦም ተዓጡፍ ነይርዎም ምስቶም እስላም ገሊኦም ምክንያቱ እቶም እስላም እንታይ ነይሮም ብፍላይ እቶም ጀበርቲ ሕጂ ጀምስ ኩሪን ትበሃል ብዛዕባ ናይ ፈላሻ ዝጸሓፈ ከወዳድሮ ከሎ ናይ ጀበርትን ናይ ፈላሻን እቶም ዝያዳ ግዳያት ዝነበሩ ፈላሻ ከም ዝኾነ እዩ ዝገልጽ ምክንያቱ ጀበርቲ ነጋዶ ስለ ዝነበሩ ይብል ዝለዓለ ኢድ ነይርዎም ይብል ኣምባሳደራት ኮይኖም እውን ኣብ ሃገራት ኣዕራብ ናይቶም ነገስታት ይኸዱ ነይሮም ይልእኩዎም ነይሮም ከም ወኪላቶም ኣብ ሃገራት ዓረብ ምኽንያቱ ቋንቋ ዓረብ ገለ በቲ ንግዲ ገለ ስለ ዝንቀሳቐሱ ንእሙናት ከኣ ስለ ዝነበሩ ንዖም ኣሚኖም ንዖም እዮም ዝሰድዎም ነይሮም ስለዚ ሕጂ ንኽልቲኦም ኮምፔር ኣቢሉ ኣብቲ ታሕዛ ናይ ጀበርቲ ፍኹስ ዝበለ ከም ዝነበረ እዚ ጀምስ ግሪን ይዛረብ ማለት እዩ ብዛዕባ ፈላሻ ብዝሓፋ መጽሓፉ ማለት እዩ እዘን እንታይ ንርኢ ብድሕሪኡ ድሕሪ ከባቢ ክንደይ ክልተ ሚእቲ ዓመት ኣቢሉ ድዩ ዝኸውን ዘሎ ከባቢ ክልተ ሚእቲ ዓመት ዮሃንስ ካሕሳይ መርቻ እዩ ሽሙ ዮሃንስ ራብዓይ ማለት እዩ እታ ናይ እንታይ ሽሙ ሽሙ እያ ዮሃንስ ራብዓይ ናይ ሃፀይነት ሽሙ እያ መስለኒ ካሕሳይ መርቻ እዩ እቲ ሽሙ ሕጂ ኣብቲ ንሱ መንእሰይ ከሎ ኢንፋክት ንሱ እውን ዝመፅእ ማለት እዩ ንሱ ኣብቲ ዝመፃሉ ሓደ ናይ ላስታ ካልእ ነይሩ ሕጂ እዚ ናይ ላስታ መን እዩ ዝብሃል ሓደ ኣልሚም ሓደ ሃጸይ ነይሩ ናይ ላስታ እዚ ናይ ላስታ ሃጸይ ንኣጸ ዮውሃንስ ኣብ ስልጣን ንክመጽእ ብዙሕ ኣጒዝዎ እዩ ትብሃል ዳይሬክት ገይርዎ ቅድሚኡ ስለ ዝነበረ ተሓባቢርዎ ይብሃል እዩ ጽቡቕ ዝምድና ነይርዎም ይብሃል ሳልሳይ ዝነበረ ምኒሊክ ነይሩ ማለት እዩ በቲ ሓደ ወገን ከኣ ሰለዚ እዚኦም ሰለስቲኦም ተወዳደርቲ ፕሪንሰስ ነይሮም ኣብቲ መጀመርታ ማለት ሰለስቲኦም ክመጹ ከለዉ ብስልጣን ማለት እዩ ሕጂ ብወግዒ እዚ መን ኢኻ ትብሎ ዮሃንስ ራብዓይ እንተ ሽሙ ዝኾነ እታ ስልጣን እታ ሃጸይነት እንተ ብቤተክርስትያን ዝተቐበላ ሽሕን ሸሞንተ ሚእትን ሰብዓን ክልተን እዩ ገሊኦም ሰብዓን ሓደን ይብሉ ኣልሚም ኣብ ውታተ ሽሕን ሸሞንተ ሚእትን ሰብዓን ሓደን ሰብዓን ክልተን ማለት እዩ ምክንያቱ ክሳብ ሽዑ ዋላ ብድሕሪኡ እታ ናይ ግብጺ ቤተክርስትያን ንሳ እያ እታ ሽሙ ትገብረካ ነቲ ሃፀይነት ክራውን ትገብሮም ማለት እዩ ነቶም ነገስታት ማለት እዩ ስለዚ ብሽሕን ሸሞንተ ሚትን ሰብዓን ክልተን ምስ መፀ ምስቲ ናይ ላስታ ኣይተሰማምዑን ምስቲ ናይ ላስታ ስለ ዘይሰማምዑ ዝበሎ ምግባር ኣብ ዮሃንስ ሽዑ ሓይሊ እንዳረኸበ ምስ መጸ ማለት እዩ ኣንጻር እቲ ከይዱ ሽዑ እቲ ኩናት ከፊቱ ኣብ ዮውሃንስ ኣብ ትግራይ መጺኡ ኩናት ከፊቱ ኣብ ዓድዋ ድዩ ገለ ኣብኡ ይተሓዝ እዚ ናይ ላስታ ሰራዊቱ ፋሕ ይብል ንሱ ይተሓዝ ዮውሃንስ ሽዑ ክራውን ይኸውን ማለት እዩ ኣጸ ይኸውን ጎብለል ኮይኑ ይወጽእ ማለት እዩ ከምኡ እንዳሃለወ ከሎ እንታይ እዩ ዘጋጥም ናይ ግብጺ ምስፍሕፋሕ ከኣ ነይሩ። እቲ ናይ ግብጺ ምስፍሕፋሕ እንታይ እዩ ብቐንዱ ነታ ናይ ኒል ማይ መሰረት ክሳብ ኣብኡ ተዘርጊሖም ንዕኡ ንምቁጽጻር ቀጻሊ ዕላማ ከም ዝነበሮም እዩ። ኩሉ ግዜ ዳህሰስቲ ብምስዳድ ድዩ ነዛ ናይ ኒል ምንጪ ኣበይ ከም ምዃና ኩሉ ግዜ ነይሩ እቲ ከምኡ ሽዑ መወዳእታ ናብ ኩናት ከይዱ ማለት እዩ ንዕኡ ንምውራር ናይ ግብጺ ምስፍሕፋሕ ምስ ጀመረ ዮውሃንስ ኣብ ኣብ ኲናት ይኣቱ ማለት እዩ ዮውሃንስ ኣብ ኲናት ዝኣትወሉ ዘሎ ሽሕን ሸሞንተ ሚእትን ሰብዓን ሰብዓን ሓሙሽተን እዩ ማለት እዩ ሕጂ ከምኡ እንዳኾነ እንታይ ኢና ንርኢ ኣብ ሰብዓን ሽዱሽተን ንኣሉላ ወኪል ናቱ ገይሩ ኣብ ኣብ ኤርትራ ይገብሮ ማለት ሚእትን ሰብዓን ሽዱሽተን ድሕሪ ሓንቲ ኹናት ማለት እዩ ኣብኣ እንዳ ሽም ይገብሮ ኣብ ኤርትራ ናይ ዮውሃንስ ወኪል ኮይኑ ኮፍ ይብል ንሱ በቲ ናይ በዓል ምኒልክ ዘለዎ ገጹ ናብኡ ገጹ ይሕሉ ማለት እዩ ኣሉላ እንታይ እዩ ገይሩ ኣሉላ ኣብ ኤርትራ ምስ መጸ ኣብ ኣብ ዓዲ ተኽላይ ዝበላ ዓዲ ኣብኣ እዩ ሰፊሩ። መጀመርታ ድሓር ኣብ ኣስመራ ቅድሚ ኣስመራ ምስፋሩ ዓዲ ተኽላይ እዩ ዝሰፍር ኩሉ እቲ ከባቢ ዝቆጻጸሮ ማለት እዩ። ስለዚ ካብኡ እንዳተበገሰ እንታይ ይገብር ኔሩ ሳምሃው ወራራቱ የካይድ ኔሩ። ኣብ ሰንሒት ዝገበሮ ወራር ንኣብነት ብዙሕ ሰብ ከም ዘጋፍዔ ሓጋይ ኤርሊሽ ዝበሃል እስራኤላዊ ጸሓፊ ብዛዕባ ናይ ኣሉላ ዝጸሓፎ መጽሓፍ ብሰፊሑ ገሊጹ ኣሎ ኣብኡ ኣብ ልዕሊ ናይ ተቕማጦ ናይ ሰንሒት ኣዝዩ ክስታይ ግፍዕታት ከም ዘካየደ ጥሪት ከም ዝዘመተ መሊሱ ከዓ ድሕሪ ክልተ ዓመት ገለ ኣብ ሸሞንተ ሚእትን ክንደይን እዩ ናብ ባርካ እውን ከም ዝኸደ ባርካን ጋሽን ኣብኡ እውን መዓት ግፍዕታት ከም ዘውረደ ኣብ ናይ ኩናማን ናይ ናራን እዚታት እውን ይግለጽ እዩ ሽዑ ሽሕን ሸሞንተ ሚእትን ሰብዓን ሸሞንተን ኣጼ ዮሃንስ እንታይ ይገብር ኣዋጅ የውጽእ ሕጂ ፖሊሲ ናቱ ማለት እዩ ፖሊሲ ናቱ በቲ ናቱ ተሓሳስባ በቲ ናቱ ኣረዳድኣ እንታይ እዩ ኣብቲ ናቱ ንግስነት ብጀካ ሃይማኖት ክርስትና ካልእ ሃይማኖት ክህሉ የብሉን ዝብል መደምደምታ ይበጽሕ ማለት እዩ። ስለዚ ኣቕሽሽቲ ኣኪቡ ገባርን ሓዳግን ከም ዝኾነ ይቐብእዎ ማለት እዩ። ስለዚ እቲ ኣዋጅ ዝወጽእ እንታይ ይብል? ኩላትኩም እስላም ይብል። ኣብ ውሽጢ ሰለስተ ዓመት ኣብ ውሽጢ ሰለስተ ዓመት ትጥመቁ ይብል ኩላትኩም እስላም ኣብ ውሽጢ ሰለስተ ዓመት ትጥመቁ ይብል እቶም ኦፊሻልስ እቶም ሰበስልጣን ዘለኹም እስላም ከዓ ኣብ ውሽጢ ሰለስተ ወርሒ ትጥመቁ እንተዘየለ ካብ ስራሕኩም ትባረሩ ይብል ከምኡ እንዳበለ ንኩሉ መቃቂልዎ መቸም ሓሙሽተ ዓመት ዝሃቦም ገለ ኔሮም ከከም ኩነታቱ ብዶሞ ሲናውያን ድዮም ገለ ድዮም ከምኡታት እንዳበለ ኣሽሚሞም ድሓር ብተወሳኺ እንታይ ገይርዎም ነቶም ምስላም ኢልዎም ኣብቲ ዘለኹም ዓድታት ኣብ ኩሉ ዓድታትኩም ቤተ ክርስቲያን ኣስትሰርሑ ኢልዎ ቤተ ክርስቲያን ኣስትሰርሑ ነቶም ብምሎም ኣቕሽሽቲ ከዓ ደሞስ ዝኸፍልዎም ኢልዎ ሕጂ ከምኡ ገይሩ ትእዛዝ ኣመሓላሊፉ ማለት እዩ ንኣሉላ ከዓ ነጊሩ እንታይ ይብሎ ኣሎ ኩሎም ካብ ኦርቶዶክስ ወፃኢ ዘሎ ኣብ ኦርቶዶክስ ክጥምቁ ኣለዎም ይብል ሕጂ እታ መጀመርታ ሓንቲ ትጥቀስ ኣብዛ ዝበልኳ መፅሓፍ ተጠቂሳ ዘላ እዛ ናይ ገለብ መንሳዕ ገለብ ናይ ሓንቲ ሚሽን ነይራ ናይ እንታይ ሽሙ እወ ንሳ ተዓፅያ ናብ ከይዶም ኦርቶዶክስ ክኾኑ ማለት እዩ ክጥመቑ እታ ሽሙ ብጌራ ተዓጽያ ማለት እዩ ስለዚ ሕጂ እንታይ እንታይ ኮይኑ ብድሕሪኡ እንተልና እዚ ኣዋጅ እዚ ምስ ተኣወጀ ሽሕን ሸሞንተ ሚእትን ሰብዓን ሸሞንተን እዩ ዝእወጅ ዘሎ ክሳብ ሽሕን ሸሞንተ ሚእትን ሰማንያን ኣብ ውሽጢ ክልተ ዓመት ኣርኖልድ ዝተባህለ The Preach of Is The Preaching of Islam ኢሉ መጽሓፍ ዝጸሓፈ እንታይ ይብል እም ኣብ ውሽጢ ክልተ ዓመት ሓምሳ ሽሕ እስላም ቤተክርስትያን ከይዶም ተጠሚቖም እዩ ሓምሳ ሽሕ እስላም ሕጂ በቲ ካልእ እንታይ ኢና ንርኢ ዘለና ኣብቲ እዋን እቲ ቅድሚ ዮሃንስ ዋላ ኣብቲ ዝነበረሉ እዋን እቲ ፕሮፐር ኣቢሲንያ ንብሎ ዘለና እንታይ ይብሉ ዳርጋ ፍርቂ እስላም እዩ ነይሩ። እዚ ርኣሳ ዓሊ ዝበሃል ፍሉጥ እዚ ናይ ኦሮሞ ዝነበረ ኣብ ሰሜን ብብዝሒ እዩ ነይሩ እቲ እስላም ኣብቲ ሽዑ እዋን። ሕጂ ሕሰቦ ፍርቂ እስላም እዮም ናይቲ ንብሉ ንዛረቦ ዘለና ንግስነት ማለት እዩ ኩሉ ማለት እየ ሓምሳ ሽሕ ሰባት ከይዶም ተጠሚቖም ሕጂ ረዩ ኣፀ ዮሃንስ ናቱ ፖሊሲ እዩ ንግስነት ጨቢጡ ዘሎ መንግስቲ ማለት እዩ። ሕጂ ናቱ ፖሊሲ በቲ ንዑ ዝጥዕሞ መንገዲ ክተግብር ናቱ እዩ። ክስታና እዩ በታ ናቱ ክስታና ይገብር ኣሎ። ኣስላማይ እንተኾይኑ ከኣ በታ ናቱ ስላማይ እንተገይሩ ከኣ ከምኣ ማለት እዩ። መበል ዓሰርተ ትሽዓተ ክፍለ ዘበን ኢና ንዛረብ ዘለና። መሰል ደቂ ሰባት ገለመለ ትዛረበሉ ግዜ ኣይኮነን። ስለዚ ሕጂ እቲ እቲ እቲ እንኮ ፍታሕ ዝነበረ ናይቶም ናይቶም ሙስሊሚን እንታይ ክኾኑ ነይሩ ነብሶም ክከላኸሉ ነይርዎም ከምኡ ድሓቀ ግን እንታይ ኢና ንርኢ ዘለና ኣብዚ ሓምሳ ሽሕ ሰባት ከድም ቤተክርስትያን ተጠሚቖም ኢና ንርኢ ዘለና ስለዚ ከምኣ ነይራ ከይዶም ተጠሚቖም ግን እንታይ ኮይኑ ድሓር ተቃውሞታት ከዓ ነይሩ እቲ ተቃውሞታት እንታይ ነይሩ ብፍላይ እቲ ፃዕቂ ናይቲ እንታይ ሽሙ ኣብ ወሎ እዩ ነይሩ ብዝሒ ዝነበረሉ እስላም ወሎ ሓደ ንኣብነት እዚ ወዲ ራእሲ ዓሊ ዝነበረ መሓመድ ዝበሃል ሓላእ እንታይ ሽሙ እዩ ራእሲ ገለመለ እዩ ንሱ ክርስትና ኣትዩ ድሓር ምክኤል ተባሂሉ ተሰሚዎ ራእሲ ምክኤል ኮይኑ ማለት እዩ ሕጂ ካብቶም ሰዓብቱ ገሊኦም ገዲፎሞ ከይዶም ንዑ በዓል ጅማ ገለመለ ከይዶም ተሰዲዶም ማለት እዩ ካልእ ከዓ ናይ ኣርጎባ ነይሩ ጠልሓ ዝበሃል ሸክ ጠልሓ ዝበሃል ነይሩ ንሱ እውን ሰዓብቱ ሒዙ ተቃዊሙ ማለት እዩ እዚ በረኻ እዚ ካልኦት ከዓ ሓደ ነሩ ወዲ ፈቐራ ዝበሃል ዝነበረ ከዓ ነይሩ ከዓ ንሱ ከዓ ንሱዳን ኣትዩ ማለት እዩ ኣብ ሱዳን ኣትዩ ምስ ናይ ሱዳን ማህዲ ኮይኑ ከዓ ንሱ ከዓ ኣብ ምቅዋም ኣትዩ ካብኡ ብዝተረፈ ንሱ እዩ ማለት ንግሆ ንግሆ ክርስትያን ኾኑ ምሸት ምሸት ከዓ ተሓቢኦም እስላም ዝኾኑ ዝነበሩ ከዓ ነይሮም ማለት እዩ ሽሞም ዝቐየሩ ነይሮም ገለመለ ገለመለ ነይሮም ማለት እዩ ስለዚ ሕጂ እቲ እቲ ናይ ኣፀ ዮሃንስ ዝዝረበሉ ነገር ኣይዶን ኣንደርስታንድ ግን ኣፀ ዮሃንስ እቲ ናቱ ፖሊሲ እዩ ኣተግቢሩ መበል 19 ክፍለ ዘበን ስለዚ ናይ ኣፀ ዮሃንስ ንሳ እያ ነይራ ካልእ እንታይ ክንውስኸላ ናይ ኣፄ ዮሃንስ ኣብቲ ናይ ምስ ግብፂ ዝገብሮ ዝነበረ ኲናት ነይሩ ምስ ማህዳውያን እውን ብወገን ሱዳን ዝገብሮ ዝነበረ ኲናት ነይሩ ኣብኡ ብቲ ምስ ማህዳውያን ዝገብሮ ዝነበረ ኲናት ኣብኡ ተቐቲሉ ዮሃንስ ኣብኡ እዩ ሞይቱ ብድሕሪኡ ዮሃንስ ምስ ሞተ እቲ መቐናውንቲ ዝነበረ ምኒልክ እዩ ዝመፅእ ካልእ ታሪክ እዩ ማለት እዩ ስለዚ እቲ እቲ ኣንጻር እስልምና ዝግበር ሙስሊሚን ዝግበር ዝነበረ ተጻብኦታት ነዊሕ እዩ ገይሩ። እቲ ሙስሊም ሕብረተሰብ ዝበሃል ግን ኣብዚ ከባቢ ክንሪኦ ከሎና ከኣ ኣዝዩ ዝነውሐ ዕድመ ዝነበሮ ሕብረተሰብ እዩ። ድሕሪ ምፍራስ ንግስነት ኣክሱም እቲ ዝነውሐ ዕድመ ሱቕ ኢሉ ከም ድላዩ ዝሕምብጥ ዝንቀሳቐስ ዝነበረ እስላማይ ዋላ ከምቲ ብዙሓት መጽሓፍቲ መጽሓፍቲ ዝነግርዎ ከምቲ ዝበልኩኹም ከኣ መበል ዓሰርተ ሸሞንተ ክፍለ ዘመን እዚ ኣቢሲንያ ፕሮፐር ዝበሃል ፍርቁ እስላማይ እዩ ነይሩ ስለዚ እዚ ካልእ ሕጂ ምስኣ ሕውስ ኣቢለ ናይ ጀበርቲ ምእንቲ ክጠቅስ ጀበርቲስ ኣብ ግዜ ኢማም ኣሕመድ እዮም ኣመስሊሞም ዝበሃል ዘረባ ከዓ ኣሎ እዩ ሰምዕ እዚ ሓሶት እዩ ኮምፕሊትሊ ናንሰንስ ጀበርቲ ምስ ኢማም ኣሕመድ ኣይኮኑን ኣመስሊሞም ጀበርቲ ከምቲ ዓንተወይ ዝጠቕሶ ዝነበርኩ ካብ ሻምናይ ታሽዓይ ክፍለ ዘመን ኣትሒዞም እስላም እዮም ጀበርቲ ሕዚ ናይ ምንታይ ዛርብ ናይ ሽሕን ሰለስተ ሚትን ሽሕን ሰለስተ ሚትን ገለን ዓመት ክሳብ ሽሕን ኣርባዕተ ሚትን ዓመት ዝኸይድ ዕድመ ኢና ንዛረብ ዘለና ኣምፃ ኣቢልካ ሕጂ ኢማም ኣሕመድ ስለ ዝመፀ ምስ ኢማም ኣሕመድ ዘመስለሙ ክርስትያን ዝነበሩ እዮም ገለመለ ሃለውሎ ከምኡታት ኮምፕሊት ናንሰንስ ናይ ታሽሙ ምስ ኣተሓዝ ኣቢልካሲ ኣፀ ዮሃንስን ጀበርቲ ጀበርቲ ብዙሕ ግዜ ብዙሕ ኢኻ ተብለላ እዚኣ ንስኻ
ውሕጂ እቲ ናይ ጀበርቲ ክገልፆ ዝፀናሕኩ እቲ ናይ ኣፀ ዮሃንስ ኣነ ናይ ታሪክ መፅሓፍቲ ከም ዝረኽቦ ኣፀ ዮሃንስ ካብ ንጀበርቲ ዝያዳ ንካልኦት ሕብረተሰባት እተኣሽሙ ዝገበሮም ይበዝሕ እቲ ዝበዝሐ ኦሮሞ እዩ ኣብ ወሎን ኣብ ገለመለን እቲ ፖሊሲ ናይ ኣፀ ዮሃንስ ዝበዝሐ ኣብኣቶም እዩ ተተግቢሩ
ታሪኻዊ ፅሑፋት ሰንታታት ናይ ቀደም